ፍርዲ ጓሓፍ ንህያበይ ደብዳቤ ፍቕሪ ጸሓፍን ተራኽን ያዕቆብ ዳዊት ናብ ዝኸበርኪ ክብርቲ ኣፍቃሪተይ ነበር ሮዛ ሮዝየ ከመይ ኣለኺ ቅድሚ ጥርዓነይ ምጅማሩ ሓቂ ክዛረበኪ ኣዝየ እየ ዝናፍቐኪ ብዙሕ እኮ ናፋቒ ኣይኮንኩን ኣባኺ ግን ገለ ኣለኒ ክዕልል ይደሊ እየ ምሳኺ ምዕላል ግን ንዓይ ሕማም እዩ ዘምጻለይ እወ ቅድም ልክዕ ዕርፍቲ ትህብኒ ነርኪ ሎሚ ሎሚ ግን ኣይግድን ልብኺ ስለ ዝሸጥክያ ዕርፍቲ ኮንክን ትህብኒ ንሕማሚኺ ትፈርድኒ ዘለኺ ሓስየ ክእሎን እየ ዝያነ እውን ክመስል ኣይደልን እየ ኩሉ ግዜ ኣነ ስለ ዝኾንኩ ኣነ ኮይነ ክዕለኪ ስለ ዘለኒ ክኸስረኪ ኣይዋሕጠለይን ነይሩ ኣብዚ ግዜ ግን ንስኺ ኣብ ዙርያይ ክትህልዊ ፈጺመ እየ ዘይቅበሎ ዘለኹ ጉድክን ጭንቀትክን ስለ ዘይውዳ ክትርሕቕለይ ዝመረጽኩ ይመስል ውሽጠይ እኮ ሓቂ ዘረባ ፍቓድ ኣብዩኒ ኣሎ እቲ ኩሉ ግዜ ዝምጉተኒ ሕልናይ በጃኻ ሰብ የብላን ፈትያ ኣይበደለትካን። መሲልዋ ዩ እምበር ንስኻ ዶ ትብደል እንዳበለኒ ኣብ ጎንኺ ኮይነ ንህይወት ከጋድለኪ ዝመጸኪ ጸገማት ክትስዕርዮ ሓገዝ ኮይነ ኣብ ጎንኺ ንክቐውም ጻውዒት የቕርበለይ ኣሎ ሮዝየ ክልተ መልሓስ ከይዛረብ ፈሪሐ እምበር ኣነ ዘይፈልጦ ሓደገኛ ባህርያት ኣለኪ መናዊኺ ዓይንኺ ዘዋር እዩ። ኣብ ደጋዊ ምስሊ ኣዚኺ ኢኺ ትግደሲ። መጋየጺ ነገራት ትኣምንሎም ኢኺ። ውሽጢ ሰባት ክተንብቢ ግን ኣይተዓደልክን። ሓቀኛ ምንባር ድማ ከይርሕቐኪ ይፈርሕ። ዘይጋደፈኪ ፈጣሪ ግን ምሳኺ ይኹን። ሮዝየ፣ ነዛ ወረቐት ኣልዒለ ብርዐይ ስሒለ ጽሒፈ ክሰደልኪ ዝገደደኒ ነገር እንተሎ፣ ንዓኺ ንምጭናቕን ምቁያቑን ምኽሳስን ዘይኮነስ፣ ሓቀኛ ስምዒተይ ካብ ልበይ ክነግረኪ ብቓላተይ ጽሒፈ ክሰድልኪ ደስ ስለ ዝበለኒ ህያበይ ኣበይ ጌርክያ ብቐዳማይ ምሽ ደው ኢለልኪ ትዝክርዮ እንተ ደኣ ኾንኪ ከምዚ ኢለኪ ነይረ ሮዚ ሕጂ ኩሉ ዝሓለፈ ንረስዓዮ ካብ ሎሚ ንፋቶ ኣሕዋት ንኹን። ንስኺ ናትኪ ኣፍቃሪ ኣለኪ ኣነ ድማ ናተይ ኣፍቃሪት ሒዘስ ኩሉ ሰላም ውን ክትህበኒ ጀሚረ እያ ስለዚ እታ ዝነበረትና ሕውነት ኣይንኽሰራ ኢለኪ ክንደየን ወደይ ክልተ መዓልቲ እየን መስለኒ ገለ ዓይነት ርክብ ነይሩና እሂም እሂም ውን ተበሃሂልና ሃንደበቴ ድማ እታ ሕቶ ኣምጺኣልኪ እተን ዝበልኩኽን ዝበልክንን ቃላት ትዝክርየን ዶ? ባዕለይ ዘይነግረኪ። ሮዝየ ዳይ ናይታ ዝሃብኩኺ ፍዮርስ ኣለኪ ዶ? የብለይን ኣበይ ከም ዘላ ከማን ኣይፈልጥን እየ። ኣሕ! እዛ ቃል ምስ በልክኒ ነብሰይ ፈጥፈጥ ኢሉ ፍርሒ'ዩ ተሰሚዕኒ። ነታ ፍዮሪ ክገዝኣ ከለኹ ዝነበረ ፍጻሜታት ኩሉ ዘኪረዮ። ሮዝየ እስከ ብሓንሳብ ናብታ ህያበይ ዝሃብኩኺ መዓልቲ ንመለስ። መዓልቲ መገሻይ ኣኺሉ ካብ ጎንኺ ክርሕቕ ከይተዋሕጠለይ ምስ ተቐበልክዎ፣ ክኸይድ ከም ዘለኒ የዕንተይ እንዳነበዐ ንዓኺ ፍጹም ኣይገደሰክን። ምናልባት ገለ እዚ ሕጂ ዘለኽዮ ሽዑ ጀሚርክዮ ነርኪ ትኾኒ እሞ ኣነ ክኸደልኪ ዓቢ ዕድል ቆጺርክዮ ትኾኒ። ክንራኽብ ተቋጺርና። ሽዑ ካብ ጎንኺ ርሕቕ ስለ ዝነበርኩ፣ ኣነን ንስኽን ናብ ሓደ ከቢድ ፈተነ ፍቕሪ ክንኣቱ ምዃንና ይርድኣኒ ግዲ ነይሩ። እታ ትህበኪ ህያበይ ንስለ ምሃብ ዘይኮነስ ትርጉም ዘለዋ፣ ንዘልኣለም ምሳና ኣብ ጎንና ኮይና ሓቀኛ ምስክርነት ሓቀኛ ፍቕሪ ክትህበና እንተ ኾይና እንታይ ትገብርኪ ይሕሸኒ ምስ ኣዕሩኽተይ ብዙሕ ዘቴ። ኣዕሩኽተይ ኣብ ዝፈጥሮ ህይወት ሕጉሳት ስለ ዝነበሩ፣ ማዕረዮም ነታ ህያብ ሓሲቦምላ። ኣብ ህይወተይ ንፈለማ ግዜ ንዓኺ ስለ ዝፈለጥኩ ናይ መጀመርታ ዝህባ ህያብ ፍቕሪ እውን ስለ ዝኾነት ተጠንቂቐ መሪጸያ። ንኽትርእያ ዘይኮነስ ትርጉማ ጽባቐ ክህልዎ፣ ምስክርነታ ነባርን በሰላ ዘለዎን ክኸውን እዩ ነይሩ ሓሳበይ። ሮዝየ። ብኣካል ምስ ተራኸብና ገጸይ ርኢኽዮ ዶ ትኾኒ? ክጥምተኪ ድፍረት ኣይነበረንን፣ ሃሳስ ፍሽኽታ የርእየኪ ነይረ፣ እንታይ ኮይነ መሲልኪ? ነብሰይ ከም ትገድፍኒ ይነግረኒ ነይሩ፣ ምሳኺ ፍቕሪ ጀሚረ እምበር ናተይ ከም ዘይኮንኪ ኮለጋና ኣብ እዝኒ ሕሹኽ ዝበለኒ ሓይሊ ነይሩኒ እዩ ይነግረኪ እውን ነይረ ሩዜ ናተይ ኣይኮንክን ሓንቲ መዓልቲ ክትገድፍኒ ኢኺ እዘን ቃላት ትዝክርየን ዶ ትኾኒ? ካብ ዓይነይ ክትክወሊ ከለኺ እውን ኣየፋነኹኽን። ሓሚመ ነይረ። ሓሚመ ኣይኮንኩን። ፍርሒ እዩ ከምኡ ዝገብረኒ ነይሩ። ኣብታ ዝተረኸብናያ ሓጻር ግዜስ ምሳይ ኣይነበርክን። ርእስኺ ኣብ ካልእ ነይሩ። በይነይ ነታ ዓለም እሕምብሰላ ምንባረይ ተረድእኒ። ሕጉስ ኣይኮንኩን። ሓንቲ ድምቕቲ ዕምበባ ካብ ዓይነይ ትኽወል ከም ዘላ ፈሊጠ። ካብ የዕንተይ ክውል ምስ በልኪ ንብዕ ኣቢለ ጓለይ። ሓንሳብን ንሓዋሩን ከም ንፈላለ ዝነበርና ድማ ኣብታ ሰዓት እዩ ተሰቊርኒ። እቲ ምንታይሲ፣ ምኻደይ ንዓኺ ዋላ ሓንቲ ትርጉም ኣይነበሮን። ምሳይ ዝነበርክለን ሰዓታት ውን ሕጉስቲ ነበርክን እታ ህያበይ ግን ተቐቢልክኒ እንተስ ናይ ልብኺ እንተስ ግድን ኮይኑ ተሰሚዕኪ ዝሓተትክኺ ውን ፈጺምክለይ ኢኺ ህያበይ ህያበይ ሒዝክያ ምስ ከድኪ ድሕሬኺ ኣብታ ዝገደፍክኒ ቦታ ነዊሕ ሰዓታት እየ ኮፍ ኢለ ትርጉም ናይታ ህያብ ክነግራዶ ኢለ ብዙሕ ምስ ነብሰይ ተማጒተ እንኳዕ ከማን ኣይነገርኩኺ እዚ ኩሉ ፍጻሜታት መዓስ ዘኪረዮ መሲልኪ? ዳይ ናይታ ዝሃብኩኪ ህያብ ከም ዘይብልኪ ከይተገደስኪ ምስ መለስክለይ ርእሰይ ዲዝዲዝ ኢሉኒ። ነዚ ኩሉ ዘኪረዮ። የዕንተይ ድማ ንብዓት ጎረር ኣቢለን። ሓቀን እዚ እኮ ንሰን ኮይነን እምበር ቀሊል ፍጻሜ ኣይኮነን። በኹሪ ህያብካ ተጓሒፋ ክትበሃል እሞ ድማ ብዙሕ መስዋእቲ ዝገበርካሉ ፍቕሪ። ንምንታይ ግን ህያበይ ጉሒፍክያ ኢለ ምስ ሓተትኩኺ እንታይ መሊስክለይ እስከ ንገርኒ ጉሒፈያ ኣይኮንኩን ረሲዐያ እየ ተሕዝኒ ብጣዕሚ ተሕዝኒ ትርሳዕ ፍቅርያ ነይራትኪ እንታይ እሞ መለሳ ሃልይዎ ምርሳዕ እኮ ምጉሓፍ'ዩ ሮዝየ ነታ ፍዮሪ ምስ ዕርኽተይ ኮይነ ገዜየያ ዓብዪ ትርጉም ክንህባ ስለ ዝደለና ናይ ክልቴና ምስክር ሓቀኛ ፍቕሪ ክትህብ ብዋጋ እውን ቀሊል ገንዘብ ዘይሓተተት ግን ከኣ ናይ ብሓቂ ብዶ ፍቕሪ ሓሊፍና ነታ ምሳይ ዝነበረት ፍቕሪ እታ ዝገደፍ ኩልኪ ያበይ ኣብ ግዜ መርዓና ፍሉይ ስምዒት ክትህበና ትጽቢት ነይሩኒ ምክንያቱ ህያበይ ነቲ ኩሉ ሽግር ምሳና ሓሊፋ ኣብቲ ንሕና ንደልዮ ህይወት እንተድኣ በጺሓ ጥራይ'ያ ትርጉም ክትህብ ኮይኑ ተሰሚዑኒ። ሽዑ ኣፍሊጠ ክህበኪ ስለ ዘይመረጽኩ ድማ፣ እታ ቀንዲ ህያበይ ምስታ ፍዮሪ ዝነበረት ባምቡላ ተሰፍያ ተዋሂባትኪ። ኣዝያ ደቃቕ ነገር'ያ። እንታይ ኢልኪ ትሻቐሊ? ክነግረኪ'ውን ኣይትጸበዪ። እንታይ እሞ ክዓብሰልኪ'ዩ? ብዓቢኡ'ውን ዘይርገብ ህያብ ፍቕሪ'የ ለጊሰልኪ ነይረ። እምነት ቀቢርክያ ኢኺ ሮዝየይ ዝገርመኪ ነገር ከማይ ዘፍቅረኪ ሰብ ዘይትረኽቢ ምዃንኪ እዩ ኣብዚ እዋን ንዓይ ትኸውን ኣዝያ ልዕሊ ዓቐን ተኽብረንን ተፍቅረንን ሄዋን ረኺበስ ሂወተይ እውን ተሰሪዑ ሕጉስ ኮይነ ክነብር ጀሚረ ኣለኹ ዋላ የፍቅራ ቀስ ኢለ ግን ልዕሌኹ እኳ ተዘይበልኩ ክንደኺ ግን ፍቕሪ ከም ዘለወኒ ኣይጠራጠርን እየ ምኽንያቱ ኩሉ ነገራ እታ ዝሓልማ ሄዋን ኮይና እየ ረኺበያ ወረ ሓደ ሓደ መዓልትስ ይጣራጠር እየ ናይ ብሓቂ ንሮዛ ልዕሊ ሳሪ ዘፍቅራ ይብል ውዱእ ስምዒት ምስ ሳሪ እዩ ዘለኒ እንትዒ ከምዚ ስምዒት ተሰሚዕኒ ኣይፈልጥን እዩ ምስኣ ሙሉእ ለይቲ እየ ዘዕልል ኣይጸግባን ከማን ዕላላ መሳጥ እዩ ኣብ ህይወት ኣይትዋሳእን እያ ንነብሳ መሲላ እያ ትቐርብ ኣነ ዝደልያ ጓል ድማ ኮሜያ ሳሪ ብኻ ቀዲመ ልበይ ከየርሳሕኹ ትኾነለይ ዝነበረት ይብል ሮዚ እንተ ዝበድለኪ ነይረ ህያበይ ክትጉሕፍዮ ጸገም ኣይነበሮን ዋላ ሓንቲ ስለ ዘይገበርኩኺ ግን ወይ ክትመልስለይ ወይ ድማ ካባኺ ርሒቕኪ ክተቐምጥያ ነይርኪ ኣይገበርክዮን ማለት ኣነ ኣብ ጽቡቕ ክየ ነይረ ንዓኺ ብዙሕ ነገር እየ ተሰውየልኪ እዚ ኣይግብኣንን እዩ ወላዲተይ እዚ ንዓይ ኣይግብኣንን እዩ በቲ ሓደ ድማ ሓድሽ ህይወት ስለ ዝጀመርኪ እንታይ እሞ ከኣብሰላይ ይብል ግንድዕ በጃኺ ንፈለማ ግዜ ንዘፍቅራ ዝለገስኩላ እሞ ድማ ምስ ፍቕረይን ቅንዕናይን ከለኹ ዝጠለመትኒ ንፍቃሪተይ ስለ ዝበደለትኒ ህያበይን ክብረይን ክቕበር ውሽጠይ ምቕባል ኣብይዎ እምበር ንዓይ ህያበይ ኣቐሚጥክዮ ዝፈጥረለይ ነገር የብሉን ምኽንያቱ ነታ ዝሓለምክዋ ምቅርቲ ናይ ሓዳርን መዓልቲ መርዓናን ጸጋ ንስኺ ኢኺ ኸሲርክያ ብዓብዩ ከማን እምነትን ፍቅርን ቀቲልክዮ ኢኺ ሮዚ ደፊረ ክጸርፈክን ክናፈክን ዓቅሚ የብለይን ብዘይ ቀልዓለም ግን ክዛረብ ሂወት ከሲርክያ ኣብ ሓቀኛ ስሚዕትኪ ክትነብሪ ተዓደልክን እመንኒ ንሃይ ኢኺ ተፍቅርኒ ዘክርያ እዛ ቃል ሓንቲ ዓመት ጥራይ ኪዲ ነብስኺ ሽዑ ክተዘክረኪ እያ ልበይ ክትረኽቢ ኣይትጸገም እዚ ዘሎ ፍቕሪ ፍቕሪ ይመስለኪ ኣሎ ፍቕሪ ኣይኮነን ጸናሒ ቅልውሉ ዝብል ስምዒት እዩ ሓቀኛ ስምዒትኪ ምሳይ ክገዲፍክዮ እዚ ዝመስለኒ እዩ ውሽጥኺ ግን ባዕልኺ ክትፈልጥዮ ዝገርመኒ ዘገርም ናይ ፍቕሪ ነገር ድሒሩ ዝርዳእካ ምዃን እዩ ዋው ከይርሳዕክዎ ኣፍቃሪኺ ድማ ለባምዩ ኢሎሞ ሓቀኛ ተኾይኑስ ቤት ኣምላኽ ይመላለስየ ዩ ዝብለና ዝመላለሶ ዘይኮነስ ብልቡ ቅኑዕ ክኾነልኪየ ዝምነ ንዕኡ ክሕሾ ንዓኺ ውን ይሕሸኪ ዓርኪ የብለይን ኢልኪ ክኣ ተላሊኽዮ ምፍላጡ ዝተረፎ ይመስለኪ ኣነኮ ይዛረብንየ ምናልባት ግን ሕሉፍና ባዕሉ ከይዛረቦ እምነት ከየጉድለልኪ እቲ ሓቅስ ኣይትሕብእሉ ደኣ ትማሊ ምስ ኣፍቃሪተይ ይዕልል ነይረ እቲ ዕላል ብዛዕባኺ እዩ ንሳ ልባ ኣፍቂሩ ኣይፈልጥን እዩ ድንግል ልባ ኣነ እየ ሰፊረዮ ናይ ብሓቂ ከም ናትኪ ይምሰል ዘይኮነስ ሓቀኛ ስምዒት እዩ ምሳይ ዘለዋ ኣነ ከማን ኣብቲ ፈለማ እምበር ሕጅስ እቲ ሓቀኛ ስምዒት ጀሚሩኒ እዩ ማዕሪኣ ከማን ይቑን ዘለኹ ዝበለትኒ ዶ ግዳ ክነግረኪ ዝያዳይ ንስኻ ዘፍቀርካ መሲሉካ ኔሩ እምበር ኣየፍቀርካያን ካብ የዕንትኻ ፍቕሪ ይንበብ ኣሎ ሓቀኛ ፍቕሪ ምሳዩ ሒዝካ ዘሎ ድሕሪ ግዜ እዛ ትብላ ዘለኻ ኣብ ርእስኻ ታሪኽ ኣይክህልዋን ኢላትኒ ኖቕ እዚኣስ ኣይደልን በጃኺ ኢለኪ ምዝካር ስልክ ዝክራ ይደልየ ምክንያቱ ይንዋሕ ይሕፀር ይክፋ ይፀብቕ ምስኣ ደሓን ዝኾነ ህይወት ኣሕሊፈ እየ እዛ ቃል ምስ በልክዋ ክርትም ኢላ ስሒቓ ኣየ ንስኻ ደሓን ንርኢ ኢላትኒ ሓቂ እያ መስለኒ ሎሚ ሎምስ ትሃሲ ኣለኺ ማራ ድማ እቲ ምሳኺ ዝነበርክዎ እዋናት ከጣዕሰኒ ጀሚሩ ኣሎ ስለዚ ምርሳዕኺ ኣይተርፍን እዩ መስለኒ ኣይረሳዕኹን ከኣ ምኸርኒ ምስ ካልእ ኣዋልድ ክቐርብ ከለኹስ ከመይ ተኾንኩ ይሕሸኒ ኢለ ሓቲተያ። ምስ ኣዋልድ ክትቀርብ እንተኾንካ ጓል ክተፍቅረካ ተኾይና ጽሬት ኣካላትካ ኣገዳሲ'ዩ ኢላትኒ ኢለያ። ዝሰሓቖቶ መፍቃሪትካ ማለት እንታይ ድዩ ትርጉሙ ካብ ልባ ተፍቅረካ ተኾይና ንሳ ክትጸሪ ዘይትሕግዘካ ኢላትኒ። ብተዘዋዋሪ መንገዲ ድማ ረሳሕ ትብለካ ነይራ ተጓቢላትለይ። ኣነ እኮ ከምኡ ይሓሰብክወን ነይረ ግን ሓቂ ኣይመስለኒ ማለት ረሳሕ ነይረ ይኸውን ራሃፅ ድዩ ዝጨነወኪ ነይረ ክዳነይ ኣይከታተልን ምሽ ሓቅኺ ኢለያ ሮዝየ ሓቂ ድዩ ዝኽሉ ወሓጥዮ ዝነበርኮ ህይወት ስለ ትፈልጥዮስ ከም ዝኾን ክትብልኒ ግቡእኺ እዩ ምናልባት ከምኡ ዘይሓሰብኪ ትኾኒ ዘይኮንክዎ ዶ መኸርክኒ ስለ ዝኾንክዎ ኢኺ መኸርክኒ ስለዚ እዚ ጉዳይ ሓቂ እዩ ኣብ መንጎ ክልቴኽን ግን እንታይ ድዩ ስሒቕኒ መሲልኪ? እዛ ከም ገለ ዓይነት ዓለም ትዘርየኒ ምህላዋ እምበር ኣነስ ከመይ'የ ንነብሰይ ባዕለይ'የ ዝፈልጣ። ዝተጋነነ እውን የብለይን። ኣብ ስርሐይ ውዒለ ስለ ዝመጸኪ'ዩ ዝኸውን እምበር ነብሰይ ዝኣሊ ዓቕመይ ዝነብር ጻዕራም ሰብ'የ። ከምቶም ምስ ነፍሶም ክቃለሱ ዝውዕሉ ዘይንሶም መሲሎም ደጊኦም ኣጽርዮም ንዓለም ኣብ ኮለል ዘሕልፍዋ ክኾነልኪ ተነይሩ ሕልምኺ ግን ኣብ ሕልመይ እምበር ኣብ ሕልምኺ ክነብር ፍቓደኛ ኣይኮንኩን ማዕረድያ እባ ክነግረኪ ኣብ ከባቢኺ ድማ ኣይትረስዕኺ ምሳይ ዝነበረኪ ዛንታ ከም ዝነበረኪ ክተዘንትውለይ ክትዝክርንን ኣይደልን ኣነ እኮ ኣብ መዓልቲ 24 ሰዓት እንደ ዝሓስበክን ዝዝክረክን ነይረ ሕጂ ግን ናብ ዓሰርተ ሰዓት ወሪዱ ኣሎ ወረም መጻኢስ ምዝካር ዘሎ ኣይመስለንን ብዝኾነ ንዓኺ ዘዘክረኒ ተዘይረኺበ ኣብ ርእሰይ ኣይትመጽንን ኢኺ ሰሪተይ ግን ኣብዛ ርእሰይ ትሰርጽ እያ ዘላ ሓሳሲት ንብዓተይ ተሰካሚት ጸገመይ ተኻፋሊት ሽግረይ ኮታስ ካብ ዝነበርኩዎ ታኼላ ኣውጺኣ ሰብ ክኸውን ሓጊዛትንስ ኣብ ገለ እውን ዓወታት ጀሚረ ኣለኹ ካብቲ ዝወረድክዎ ባይታ ተስፋ ቆራጻት ናብ ምሉእ ሰብ መሊሳ ዝነበርክዎን ዝኾኖን ሓጊዛትኒ'ያ። ኣይ ላቭ ዩ ሰሬ እዋይ ፍቅሪ ክጥዕም ድሕሪ ክንደይ ዓመት ሲ ኣዛሪቡኒ ኣጆኺ ከኣ እዚ ኩሉ ዝነብዓኽዎ ንብዓት ፍቅሪ ኣባኺ መስጣ ከይህልዎ ንኣምላኽ ሕድገት ከም ዝገበርኩልኪ ብልበይ ኣዕሊለዮ እየ እንታይ እሞ ክረክብ ንስኺ ብሰንከይ ኣብ ሕማቅ ወዲቅክን ተጨኒቅክን ክርእየኪ እዋእ በሊ ኣኽለኒ ኣብ ዝመጽእ ዘለኒ ስምዒት ወስ ከብለልኪ ተስፋ ይገብር ንሎሚ ግን ኣብዚ ወዲኤ ኣለኹ እዛ ደብዳቤ ድማ በቲ ዝፈትዎ ብጻየይ ዝኾነ ስርሐይ ሰዲደልኪ ኣለኹ ካብ ብልቢ ዘፍቅረኪ ህያቡ ዝገሓፍክያ ፍቕርኺ እውን ካብ ልቡ ዝገሓፎ ኣፍቃሪኺ ነበር።